እንሰምዖ መቓልሕ ዘበለ ካብቲ ዝተደሃናዮ ቃላት ዝፍጠር ብምዃኑ ሰናይ ዘረባ እንተውጺእና እቲ ዝመጸና መቓልሕ እውን ሰናይ እዩ። እዚ ሕጊ ተፈጥሮ እዩ። ተግባርና፣ ቃላትና፣ ሓሳብናን ንኻልኦት እንህቦ ትሕዞናን ትሕትናን ሕያውነትን ዘለዎ እንተደኣ ጌርናዮ ዓስቡ ዓብን ተፈታውን ክኸውን እዩ። ኤዲ ዊላምስ ኣብ ሓደ ኣጋጣሚ ዝበሎ ሕስብ እሞ ነብል እዚ ልዕሊ ሸውዓተ ቢልዮን ህዝቢ ዓለም ሓድሕድ እንተዝፋቐርን እንተዝከባበርን ክንዲ ምንታይ ዕቤት ምርኣና ብኣእምሮና እስከ ንስኣሎ ስስዐ ዘይብሉ ዓለም ውድድር ዘይብሉ ባህሉ መንነቱ እምነቱ ዘኽብር ግን ድማ ናይ ካልኦት እውን ማዕሪኡ ዘኽብር ምናልባት ከም ዝበለ ህይወት ኣይንርኢ ንኸውን ግን ብነብስና እንተጀመርናዮኸ? እቲ ኩሉ ካብ ካልኦት ክንረኽቦ እንምነዮ ርሕራሐን ሕያውነትን ካብ ነብስና እንተንጅምሮኸ? ከምቲ ኣብ መስትያት ምስ ቆምና ንኣካላትና እንሪኦ፣ ኩሉ ሰናይ፣ ኩሉ ጽቡቕ፣ ኩሉ ብሉጽ፣ ዓወት ዘበለ፣ ብልጽግናን ፍጽምናን ውን ሓደ ኢልና ካብ ርእስና እንተ ንጅምሮ ከመይ ምኾነ? ርግጸኛታት ኮንና ከነመሓድሮ እንኽእል ንገዛእ ርእስና ጥራሕ እዩ። ንኻልኦት ከነዕቢ ምርጫና ይኹን። ኣብነት ናይ ሕያውነትን ጭውነትን፣ ምሳሌ ናይ ለውሃትን ስኒትን ንሕና ክንከውን ዘርእና ንዝራእ። ገዛእ ነብስኻ ምሁር፣ ምልኩዕ፣ ሃብታም፣ ኣገዳሲ መሲሉ ክስምዓካ ይኽእል እዩ። ክትከውን እውን ትኽእል ኢኻ። ግን ንኻልኦት ከማኻ ሰብ ከመይ ከም እትሪኦምን ከም እትቀባበሎምን እዩ ዝዓበየ ዝገልጸካ። ቅንዕናን ትሕትናን እዩ ኩሉ ነገርካ። ዘለካ ዘይኮነ ዝኾንካዮ እዩ ዝያዳ ዝገልጸካ። ገዛእ ነብስኻ ክትመዝን እንተኾንካ ንኻልኦት ዘለካ ኣረኣእያ እዩ ዝውስኖ። ኩልና ንሓድሕድና ተሓላለይቲ ርህራሀን ለውሃትን እንተርኢና በቲ ኣነ ዝህበካ ንስኻ ክትዓቢ በቲ ትህበኒ እውን ኣነ ከም ዝዓቢ ክገብረና እዩ። ተተሓሒዝና ድማ ናብ ዝበለጸ ክንድይብ ኢና። ናትካ ርህሩህን ሕያዋይን ምዃን ነቲ ካልእ ሰብ ክንዲ ምንታይ ተጎዲኡ ኣሎ ስለ ዘይትፈልጥ ህይወቱ ክትዝንነሉ ትኽእል ኢኻ። ብናትካ ሰናይ ተግባርን ለውሃት ዝመልኦ ኣንደበትን ኣብ ልዕሊ ወዲ ሰብ ዘለዎ መደምደምታ ከተቐይሮ ስለ እትኽእል ንኹሉ እትረኽቦ ይኹን ኣጋጣሚ ዝጎንፈካ እውን ርሕሩሕ ኩን። ዓስቡ ኣብ ውሽጥኻ ዝፈጥሮ ሰላምን ርህራሀ ከም ቫይረስ ኣብ ኩሉ ሰብ ምስ ኣስፋሕፍሐ ንስኻ ዝዘራእካዮ ንስኻን ካልኦትን ኮስኲስኩም ካዕበት ርሕራሐን ለውሃትን ከም ኣይሂ ክዘንብ ክትሪኦ ባህጊ እንተለካ ካብዛ ደቒቕ ኣብ ልዕሊ ካልኦት ትፈልጦምን ዘይትፈልጦምን ርህሩህ ለዋህ ሰናይ ዝተግባሩ ኩን። ሎሚ ጽባሕ ወትሩ ርህሩህን ሕያዋይን ልዙብ ዘረብኡን ቅኑዕ ዝተግባሩን ብምዃን ከምቲ ንዓለም ከምዚ እንተትኸውን እትብሎ ኩሉ ክትከውን ምእንቲ ናትካ እጃም ግበር። እዚ ኩሉ ዝጎንፈካ ዘበለ ሰብ ሕያዋይ ስለ ዝኾነ ኣይኮንካን እትገብሮ ንስኻ ሕያዋይ ስለ ዝኾንካ ድኣ። ንስኻ ናብዚ ዓለም ክትመጽእ እንከለኻ ዝነበረቶን ካብዚ ዓለም ክትከይድ እንከለኻ ዝበለጸት ጌርካያ ክትከይድ ስለ ዘለካን እምበር ሎሚ ንመን ርህራሀ ርኢኻ ጽባሕከ ንመን ተርእዮ ትኸውን ወትሩ ንዝገጥመካ ዘበለ ሰብ ርህራህን ለውሃትን ዝሃንጽ ኣንደበት ዘበራትዕ መንፈስ እናውፈርካ ቀጽል ብዙሓት ከምቲ ናትካ እናገበሩ ጥጡሕ መገዲ ሕውነትን ርህራሀን ሃኒጾም ኣብኡ ክትነብርን ብእኡ ረጊእካ ክትከይድን ከኽእለካ እዩ። እዚ ለሰ ፕረዘንትስ እዩ። ስለ ምክትታልኩም ኣዚና ነመስግን። ሰላምኩም ይብዛሕ።